ሰላም ከመይ ትጸንሑ ተኸታተልትን ፍተውትን ሕርያኖ ስኒወስ ዜናታት ዝሕለት ዋናው ኣጀንዳታት ሒዝና ቀሪብና ኣለና ቻናልና ላይክ ሼር ሳብስክራይብ ብምግባር ፈላማይ ሕሪኦም ይግበሩ ናብቶም ንሎም ዕለት ዝሓዝናዮም ዓበይቲ ኣጀንዳታት ክነብል ብሎሚ ትሽዓተ ጥር ኣቢሉ ተመሳሳሊ ኦፕሬሽን ብምክያድ ኣብ ዝተፈላለዩ ቦታታት ሰለስተ ጽልዋ ዝፈጥሩ ኣካላት ኣሲሮም ኣለዉ። ጀነራል ጉዑሽ ገብረ ሰብ ዝሰኣነ ሰብ ልፍዓተይ ተስፋ ኣብ ከተማ ሽረ እንዳስላሰ ጋዜጠኛ ነጋሲ ኣብ ኣዲስ ኣበባ ኣብ ቀይዲ ውዒሎም ብፈልማ ጀነራል ጉዑሽ ገብረ ዝተኸበበ እንትኸውን ብጀነራል ጉዑሽ ገብረ ትእዛዝ ሜጀር ጀነራል ማሾ በየነ ሎሚ ትሽዓተ ጥሪ ክልተ ሽሕን ዓሰርተ ሸሞንተን ካብ ሰዓት ዓሰርተ ጀሚሩ ከም ዝተኸበበ እዩ ተፈሊጡ። ሜጀር ጀነራል ማሾ በየነ ንጉዕሽ ገብረን ኣብ ቢሮኡ ሰዓት ዓሰርተ ከባቢ ንመያየጥ ኢሉ ብምፅዋዕ ድማ ንክክበብ ገይርዎ ኣሎ ዝብል ሓበሬታ ዝተፈልጠ እንትኸውን ብጀነራል ጉዕሽ ገብረ ናብቲ ቢሮ ምስ ከደ ድማ ማሾ ሰራዊት ፓትሮል ናብቲ ቢሮ ብምውፃእ እዩ ብዝተፈጥረ ፍልልይ ናብ ውጥጥ ምእታዎም ተፈሊጡ ዘሎ። እዚ ከመይ ቀፂሉ ዝብል ኣብ ዝተፈላለዩ ማሕበራዊ ሚድያታት እውን ቁጥዐ ፈጢሩ ዘሎ። እቲ ጀነራል ከመይ ኢሉ ይእሰር፣ ንምንታይ ተኣሲሩ ዝብል እውን ሓያል ቁጥዐ ፈጢሩ ዝርከብ። ብተዛማዲ ድማ ኣብ ማሕበራዊ ሚድያ ንህወሓት ብምድጋፍ ዝፍለጥን ድሕሪ ዝተወሰነ ግዜ ድማ ንህወሓት ብምንቃፍን ካብ ኣባልነት ኮነ ካብ ምድጋፍ ዓርሰ ኣግሊለ ኣለኹ ክብል ንቶም መራሕቲ ሕወሓት ክነቅፍን ከፃረፍን ዝርአ ነጣፍ ማሕበራዊ ሚድያ ብርሃነ ሰብ ዝሰኣነ ሰብ ተኣሲሩ ኣሎ። እዚ ብርሃነ ሰብ ዝሰኣነ ሰብ ክሳብ ሕዚ ባድ ሓደ ጫፈይ ክነክእና ይኽእልን ዝበለ ዘርባታት ክስምዕ ዝፀንሐ እንትኸውን ግን ድማ ብርሃነ ብትእዛዝ ኣብ ከተማ ሽረ እንዳስላሰ ብሎም ትሽዓተ ጥሪ 2018 ከም ዝተኣሰረ ተፈሊጡ። ምክንያት መእሰሪኡ ግን ክሳብ ሕዚ ኣይተፈለጠን ዘሎ። እቲ ካልእ ዘጋጠመ ማእሰርቲ ድማ ጋዜጠኛ ነጋሲ ኣብ ኣኽሱማዊት ሚድያ ብተለምዶ ዝልለ እንትኸውን ብዘለዎ ቀዋምን መርገፅታትን ድማ ዝልለ እዩ ኣብ ቀይዲ ከም ዝኣተወ ዝተፈልጠ እንትኸውን ብሎም ዕለት ድማ ባዕሉ እውን ተኣሲረ ኣለኹ ክብል ዕላው ገይሩ ዘሎ ልዕሊ ሕግን ስርዓትን ምዃን ኣይከኣልን ዝበለ ቢሮ ሰላምን ፀጥታን እውን ስጉም ተወሲዶ ኣለኹ ክብል ተሰሚዑ ዘሎ። ናይዞም ሰለስተ ኣካላት ምእሳር ስዒቡ ዓበይቲ ህውከትን ናዕብን ዝተላሓለ እንትኸውን ብዙሕ ሰብ ድማ ቁጥዐ እውን ኣልዒሉ። ቢሮ ሰላምን ፀጥታን ግን ኣማሽዩ ቅድሚ ሰዓታት ኣቢሎም ዝሃቦ ሓበሬታ ጥንካረ ሰራዊትና ንምሕላው ዝተውሃቡና ተልእኾ ብብቕዓት ንምፍፃምን ሰራዊትና ናይ ውሽጢ ፅሬቱን ሓድነቱን እናሓለወ እናተመራሃረ ኣብ ኩናት ይኹን ናብ ሰላምን ዓበይቲ ዓወታት እናተመዝገበ ምፅንሑ ዝፍለጥ እዩ። በዚ ኣንፈት እዚ ናይ ድስፕሊን ናይ ሕጊ ጥሕሰት ዝፈጸሙ ኣባላት ብሕጊ እናተሓተቱን እናተኣረሙን ናብ ዋና ተልእኾኦም ክዓስሉ ብቐጻልነት ዝካየድ መደብ መሰረት ዝገበረ ዕለታዊ ህንጻት ናይ ሰራዊት ትግራይ ልሙድ ስራሕ እዩ። ሓደ ሓደ ኣመራርሓ ሰራዊት ኩሉ ሰብ ኣብ ቅድሚ ሕጊ ማዕረ ምዃኑ ረሲዖም ናይ ሰራዊት መተሓዳደሪ ደንቢ ጥሒሶም ኣብ ዘየድሊ ኣብ ዲስፕሊን ሕግን ጥሕሰትን ብድፍረት ዝተሳተፉ ኣለዉ ዝበለ እንትኸውን ነዚ ጥሕሰትን ሕግን ብድፍረት ዝሳተፉ ድማ ዝፍጽምዎ ዘለዉ ጌጋታት ክእርምዎ ንዝተገብረሎም ጻዕርን ምኽርን ክሰምዑ ስለ ዘይከኣሉ ብዝፈፀምዎ ስሕተት ብሕጊ ናይ ምሕታት ሓላፍነት ዘለዎ ትካል ጉዳዮም ክፃረ ብሕጊ ክረአ ወሲኑ ኣሎ ክብል ኣፍሊጡ። ብተደጋጋሚ ዝተፈፀሙ ስሕተታት ኢሉ ጠቕሶም ቢሮ ሰላምን ፀጥታን ኣሃዱታት ውሽጣዊ ሰላም ክስእን ኣብ መንጎ ተጋዳላይ ኣመራርሕኡን ምትእማንን ከይህሉ ንወድዓዊ ፀገማት ብምብላፅ ሰራዊት ከይስልጥን ልኡኽ ከይዳለዉ ዓንቀፍ ተራ ምፅዋት ምስ ሸፋት ዕላዊ ርከብ ብምፍጣር ሓይሊ ሰብ ብምምልማል ሽፍትነት ናይ ምብርታ ዝፍታሕ ተግባር ኣብ ከተማታት ዓመፅን ዕግርግርን ንክለዓል ነዚ መሳርሒ ዝኾኑ ሰባት ኣብ ምጉጃል ምውዳብ ተግባራት ምውፋር ዝብሉ እንትኾኑ እዚኦም ድማ ንመመሓዳደሪ ደንቢ ሰራዊትና ብምጥራር ዝፍፀሙ ዘለዉ ምዃኖም ተሓታትነት ንምርግጋፅ ሕግን ስርዓትን ንምኽባር እንትበሃል ሕጊ ምኽባር ድማ ካብ ውሽጥና ክጅምር ዝግብኦ ስለዝኾነ ኣብ ዝኾነ ብርኪ ኣመራርሓ ይሃሉ ብዘይፍልልይ ብቐፃልነት ዝትግበርን ክኸውን እዩ ክብል ኣጠንቂቑ ዘሎ። ስለዝኾነ ሰብ ነፃ እዩ ዝበሃል ካብዚ መሰል ተግባራት ብሕጊ ተፃርዩ ንፁህ ምዃኑ እንትረጋገፅ ጥራሕ እዩ ዝበለ ብምዃኑ ድማ እዚ ውሳነ ተግባብርኡ ዘዕንቅፍ ዝኾነ ውልቀ ሰብ ጉጅለ ወይ እውን ኣካል እንተሃልዩ ከም ዘይንዕገስ እናገለፅና ኣብ ተመሳሳሊ ጥፍኣት ኣሎ እዩ ተባሂሉ ኣብ ዝጥርጠር ወገን ድማ ሕጊ ናይ ምኽባር ስራሕትና ተጠናኺሩ ክቕፅል እዩ ክብል መጠንቀቕታ ቢሮ ሰላምን ፀጥታን እውን ኣመላኺቱ ዘሎ